ኣርእስተ ዜና ዝነጠበት ማይ ናብ ረብሓ ንምውዓል ዝተዋደደ ናይ ማይ ዕቋር ስራሕቲ ምስራሕ የድሊ ተባሂሉ ኣብ ልዕሊ ህዝቢ ትግራይ ዝተፈፀመ በደልን ግፍዕን ተሓታትነት ክረጋገጽ በደልቲ ግቡእ ፍርዲ ክረኽቡ ይግባእ ኣብ ዝብል ምምንታእ ክህሉ ኣይግባእን ተባሂሉ። ሃማስ ኣጽዋር ንክፈትሑን እስራኤል ካብ ጋዛ ንክወጹን ዘኽእል ስምምዕ ከም ዝተኻየደ ዕላዊ ኮይኑ ሰላም ጥዕና በለይ ክቡራት ተኸታተልትን ኣድመጽትን ትቤ ሰለቪዥን ናይ ሎሚ ምሸት ዝሓዝናዮም ዜናታት ጀሚርና ኣለና ንኽትከታተሉና ብኽብሪ ንዕድም ሓቢረኩም ጸንሕ በላይ ኢሳያስ ፈለማ መልእኽቲ ኣገልግሎት ፈነወ ትግራይ ናባኹም ክነብል ንዓድን ህዝብን ዝሓሊ ንታሪኻውን ሞራላውን ተሓታትነት ትርጉም ዝህብ ንናይ ወለዶታት መጻኢ ዕድል ግቡእ ዋጋን ፍትሓዊ ሚዛንን ዘለዎ ፖለቲካዊ ውድብ ዕጡቑ ሓይሊ ሲቪል ይኹን ሲቪክ ማሕበር ሃይማኖታዊ ይኹን ናይ ቢዝነስ ትካል ብሓፈሻ ንወስ ወከፍ ጉዳይ ትግራይ ይምልከተኒ እዩ ዝብል ወገን ኩሎም በዚን በቲን ዘለዉ ግዜን ጉልበትን ዝበልዑ ግን ዛጊድ ሓንቲ ነዃል ክዓብሱ ዘይከኣሉ ጨናፍር ኣጀንዳታት ንጎኒ ገዲፉ ኣብቲ መሰረታዊ ግዜ ዘይህብን መድረኻውን ኣጀንዳ ብሄር ከድህብ ቲቢኤስ ፍሉይ መጸዋዕታ የቕርብ። ብዘይ በደሉን ገበኑን፣ ምዉቕ ቤቱን ስቡሕ መሬቱን ገዲፉ ዝተመዛበለን ዝተሰደደን ህዝቢ ትግራይ ኣብ ሕሉፍ ሓሙሽተ ሽዱሽተ ዓመት ዝረኣዮ ሓሳረ መከራን ዘሕለፎ ሰላዕታዊ ሞትን ቅድም ክብል ብሰንኪ ክፋእ ጸላእትን ሕሱም ፖሊሲታቶምን ድሕር እንትብል ድማ ብዘይ ግቡእ ኣለያ ጎንጽን ምሕንሻሽ ስምምዕ ፕሪቶርያን መጠን ጸገማቱ እናገደደ ከይዱ ሕዚ እውን እቲ ካብ ጥይትን ሞትን ዝተረፈ ህዝቢ ኣብ ቀጻሊ ሰላሕታዊ ሞት ኣሎ። ንተመዛባላይ ከም መቋመሪ ርካሽ ፖለቲካዊ ረብሓ ተጠቒምካ ዝግበር ፖለቲካዊ ኣንጀርጀር ብህይወትን ክብሪ ሰብን ዝግበር ቐልዲ ብምዃኑ ዝምልከተኩም ናይቲ ስምምዕ ኣካላት ስሑት ስልሒት ፖለቲካዊ ሸቶ ንጎኒ ገዲፍኩም ተመዛባላይ ብውሕስነትን ብክብረትን ክምለስ ክትገብሩ ብስም ተመዛባላይ ህዝብናን መላእ ሰብኣውነት ዘይፍለዮም ወገናትን ንጽውዕ። ምምላስ ተመዛበልቲ ኣብ ምውጻእ መሬት እንዳማቶም ወሪሮም ዝሓዙ ዕቡያት ኣብ ምፅራግ ካብ ሓይሊ ምክልኻል ኢትዮጵያ ወፃእ ዝኾኑ ዕጡቋትን ኣብ ምፍራስ ዘይሕጋዊ ምምሕዳራትን ክምስረት ከምዘለዎ ብምእማን ዝምልከተኩም ኣካላት ካብ ምምላስ ተመዛበልቲ ንላዕሊ ዝኸውን ኣጀንዳ ብዘይምህላዉ ካብ ጎናዊ ተኹስን ዘየፍሪ ሃልኪ ንወፂኹም ኣብዚ ክተድህቡ ንምሕፀን። ቲቢኤስ ቲቪ ወርቃዊ። ካብ ዕስራን ሰለስተን ሓምለ ክሳብ ክልተ ነሓሰ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ትግራይ ዝህሉ ትንበያ ዝናብ ኣብ ዞባ ምዕራብ ኣብ ዝበዝሓ ወረዳታት ዝለዓለ መጠን ዝናብ ክረኽባ ትፅቢት ከምዝግበር ተገሊፁ። እዚ ዝገለፀ ኮሚሽን ኣመራርሓ ስግኣት ሓደጋ ትግራይ ኣብ ዘውፅኦ ትንበያ እንትኸውን፣ ዝነጠበት ማይ ናብ ረብሓ ንምውዓል ዝተዋደደ ናይ ማይ ምዕቋር ስራሕቲ ምስራሕን ካብ መፋስሳት ማይ ኣሊኻ ናብ ግራት ምእታውን ከምዘድሊ ሓቢሩ። ዝርዝር ኣለና።
ዝናብ ሎሚ ብሰንኪ ሓደጋ ኣሊኖ ስግኣት ከምዝኾነ ኣብ ዝተፈላለዩ እዋናት እናተገለፁ ዝመፁ እንትኸውን ሎሚ ድማ ብምትሕብባር ኮሚሽን ኣመራርሓ ስግኣት ሓደጋ ትግራይ፣ ማእኸል ኣገልግሎት ሜትሮሎጂ ትግራይን መዳርግቲ ኣካላትን ዝተዳለወ ሰሙናዊ ትንበያ ዝናብ ካብ ሓምለ ዕስራን ሰለስተን ክልተ ሽሕን ዓሰርተ ሸሞንተን ክሳብ ነሓሰ ክልተ ክልተ ሽሕን ዓሰርተ ሸሞንተን ዓመተ ምህረት ወፂኡ ኣሎ። ካብ ዕስራን ሰለስተን ሓምለ ክሳብ ክልተ ነሓሰ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ትግራይ ዝህሉ ትንበያ ዝናብ ኣብ ዞባ ምዕራብ ኣብ ዝበዝሓ ወረዳታት ዝለዓለ መጠን ዝናብ ክረኽባ ትፅቢት ዝግበር ኮይኑ ወረዳታት ወልቃይት ፀገዴ፣ ማይ ጋባ፣ ቆራሪት፣ ቃፍታ ሑመራ፣ ከተማ ዳንሻን ማይ ካድራን ካብ ሰብዓን ሓሙሽተን ክሳብ ሚእትን ሓምሳን ሚሊ ሜትር ዝናብ ክረኽባ ከምዝኽእላ እቲ ትንበያ የመላኽት። ብተመሳሳሊ መብዛሕቲኡ ከባቢታት ዞባ ሰሜን ምዕራብ ካብ ማእኸላይ ክሳብ ልዑል መጠን ዝናብ ክረክብ ትፅቢት ዝግበር እንትኸውን ወረዳታት ኣስገደ፣ ፀለምቲ፣ ፅምብላ፣ ዛና፣ ላዕለዋይ ፀለምቲ፣ ላዕላይ ቆራሮን ታሕታይ ኣደወን ታሕታይ ቆራሮን ካብ ሰብዓን ሓሙሽተን ክሳብ ሚእትን ዒስራን ሓሙሽተን ሚሊ ሜትር ናይ ምርካብ ዕድል ከምዘለወን ዘመላኽት እንትኸውን ብሓፈሻ ኣብ ዞባ ምዕራብ ትግራይ ዝህሉ ዝርግሐ ዝናብ ንምንቅስቓስ ሕርሻ ምችው ኮይኑ ከም ዝቕፅል ናይ ሜትሮሎጂ ኣሃዛዊ መረዳእታታት ሓቢሮም ኣለው። መብዛሕቲኦም ወረዳታት ማእኸላይ ዞባ ድማ ካብ ማእኸላይ ክሳብ ልዑል መጠን ዝናብ ክረኽቡ ትፅቢት ዝግበር እንትኸውን ኣብ ዝበዝሓ ወረዳታት ካብ ሰላሳ ሚሊ ሜትር ክሳብ ሰብዓን ሓሙሽተን ሚሊ ሜትር መጠን ዘለዎ ዝናብ ክህልወን እዩ። ወረዳታት ኣሕፈሮም፣ እምባ ሰኔቲ፣ እንዳ ኣባፃሕማ፣ እገላን ራማ ዓዲ ኣርባዕተን ድማ ካብ ዞባ ማእኸል ትሑት መጠን ዝናብ ናይ ምርካብ ዕድል ከምዘለወን እቲ ትንበያ የመላኽት። ብኣንፃሩ ዝበዝሑ ከባቢታት ዞባ ምብራቕ፣ ደቡብ ምብራቕ፣ ደቡብን ካብ ብጣዕሚ ዝተሓተ ክሳብ ማእኸላይ መጠን ዘለዎ ዝናብ ማለት እውን ካብ ዕስራ ክሳብ ሓምሳ ሚሊሜትር መጠን ዝናብ ናይ ምርካብ ዕድል ዘለዎም እንትኸውን ከም ኣፅቢ ሳዕስዕ፣ ፃዕዳ እምባ፣ ኢሮብን ፅራእ ወንበርታን ካብ ዞባ ምብራቕ ወረዳታት ራያ ዓዘቦ፣ ራያ ጨርጨርን ራያ ኣላማጣን ካብ ዞባ ደቡብ ድማ ትሕቲ ሰላሳ ሚሊሜትር ናይ ምርካብ ዕድል ክህልወን ከም ዝኽእል ተንብዮ ኣሎ። ብሓፈሻ ሰለስቲኡ ዞባታት ምብራቕ፣ ደቡብ ምብራቕን ደቡብን ካብቲ ልሙድ ንታሕቲ መጠን ዝናብ ክረክብ ዝገብር ኩነታት ኣየር ከም ዝቕንይ ዘመላኽት ትንበያ እዚ ኣብ ስራሕቲ ሕርሻን ኣቐርቦት ማይን ኣሉታዊ ፅልዋ ክህልዎ ከም ዝኽእል ተተንብዮ ኣሎ። ብምኽንያት እቲ ተፈጢሩ ዘሎ ጠንካራ ኣሊኖ ኣብ ትግራይ ከጋጥም ዝኽእል ሓደጋ ሕፅረት ዝናብ ንምቕናስ ካብ ላዕሊ ክሳብ ታሕቲ ዝተፈላለዩ ስራሕቲ እናተስርሑ ከምዘለዉ ዝገልፅ ዘሎ ኮይኑ እዚ ሰሙናዊ ትንበያ እዚ ንጥፈታት ማእቶት ሕርሻን ካልኦት ንምክያድ ወሳኒ ሓበሬታ ስለዝኾነ ናብ ኩሉ ሓረስታይ ክባፃሕ ክግበርን በቢብርኩ ዝርከብ ኣመራርሓን በዓል ሞያን ድማ ነቲ ኣንፀላልዩና ዘሎ ጉድኣቱ ምርኣይ ጀሚሩ ዘሎን ሓደጋ ድርቂ ንምቕናስ ዘኽእል ዝምጥን መሪሕነትን ደገፍን ከዕርፍን ፃውዒት ቀሪቡ። እቲ ትንበያ ክስርሑ ዝግብኦም ዝበሎም ምኽረ ሓሳባት ብዝርዝር ዘቐመጠ እንትኸውን፣ ካብኣቶም ሓደ ዝናብ ጀሚርወን ኣብ ዘለዋ ወረዳታት ቀልጢፈን ንከዘርኣ ምግባር፣ ናይ ዘርኢ ወቕትና ገና እዩ ብዝብል ልምዳዊ ኣተሓሳስባ ምዝንጋዕ ከይፍጠር ልዑል ክትትር ምግባር፣ ስነ ምህዳር መሰረት ዝገበረ ቀልጢፎም ዝበፅሑ ዝራእቲ ምዝራእ፣ ዝተዳለወ ትልሚ ናብ ተግባራውነት ምስግጋር፣ ዝነጠበት ማይ ናብ ረብሓ ንምውዓል ዝተዋደደ ናይ ማይ ምዕቋር፣ ስራሕቲ ምስራሕ ዝበሉ ይርከብዎም። ካብ መፋስሳት ማይ ኣሊኻ ናብ ግራት ምእታውን ኣብ ውሽጢ ግራት ክሰርግ ዓሞቕቲ ዛላታት ምስራሕ፣ ኣብ ቆላ ከባቢታት ካብ ዶግዓ ዝወርድ ውሕጅ ብማሽነሪን ብተሳትፎ ሕብረተሰብን ዝተተሓገዘ ናይ ተሓራሳይ መሬት ኣሊኻ ምእታው ብፍላይ ድማ ወረዳ፣ ግብረ ሓይልን ቴክኒክ ኮሚቴን ኣብ ምቕናስ ሓደጋ ድርቂ ዝስርሑ ዘለዉ ስራሕቲ እናገምገሙ ክመርሑ ምግባርን በብመሰሙኑ ዝወሃቡ ትንበያ ኩነታት ኣየር እናተኸታተልካ ሕብረተሰብ ክፈልጦን ክጥቀመሉን ሞያዊ ደገፍን ክትትልን ምግባርን ከምዘድሊ ኣብ ብሄራዊ ክልላዊ መንግስቲ ትግራይ ኮሚሽን ኣመራርሓ ስግኣት ሓደጋ ሓቢሩ። መሪሕነት ዓዲ መላእ ቀልቡን ትኹረቱን ኣብ ካልእ ገይሩ ኣብ ዘለሉ ኣብዚ ሕዚ እዋን ኣብቲ ብብዙሕ ዝተሃስየ ሓረስታይ ትግራይ ኣንፃላልዩ ዘሎ ሓደጋ ድርቂ የመና መተሓሳሰቢ ኾይኑ ኣሎ።
ሕልኽልኽ ዘይብሉ ውዕሊ ውዕሊ ፕሪቶርያ ብሙሉእነት ብዘይምፍፃሙ ሕቶ ትግራይ ንከይምለስን ፀገም ትግራይ መዓልታዊ ንክተሓላለኽን ምኽንያት ከምዝኾነ ተገሊፁ። እቲ ዝገለፀ ካብቶም ፈረምቲ ውዕሊ ፕሪቶርያ ሓደ ዝኾነ ኣሰፋ ኣብርሃ ኣብ ትካልና ኣብ መደብ ረዚን ኣብ ዝነበሮ ፃንሒት ተረኺቡ ኣብ ዝበሎ ቃል እዩ። ኲናት ካብ ዘምፀልና መጉዳእቲ ንምድሓን፣ ካብቲ ዝተደፈርናዮን ዝተጎዳእናዮን ንምሕዋይን ንምክሓስን እቲ ውዕሊ ቁልፊ ግደ ከምዝነበሮ ዝገለፀ ኣሰፋ፣ እዚ ከይኾነ ምትራፉ ዘሕዝን ፍፃመ ታሪኽና እዩ ኢሉ። ሕዚ እውን ይብል ኣሰፋ፣ ህዝቢ ትግራይ ሰላሙ ንክረክብ ኣብ ልዕሊ ህዝቢ ትግራይ ዝተፈፀመ በደልን ግፍዕን ተሓታትነት ክረጋገፅ በደልቲ ግቡእ ፍርዲ ክረኽቡ ይግባእ ኣብ ዝብል ምምንታእ ክህሎ ይግባእን ኢሉ። ውዕሉ ፕሪቶርያ ንስኻባ ኣፍሪስኻዮ ንስኻባ እናተባሃሉ ጸገም ትግራይ ንክጋደድ ምኽንያት ይኾኑ ከም ዘለዉ ይግለጽ። ዝርዝር ኣለና።
ድምፂ ጥይት ደው ኣቢሉ ሰላም ከምፅእ ትፅቢት ዝተገበረሉ ስምምዕ ፕሪቶርያ ካብ ዝፍረም ሰለስተ ክባር ዓመታት ሓሊፉ መሰረታዊ ሕቶታት ክምልስ ኣይኸኣለን። ተወዓልቲ ስምምዕ ፕሪቶርያ ነቲ ስምምዕ ዘፍረሰ ንስባ ንስባ እንዳተበሃሃሉ ፀገም ህዝቢ ትግራይ ክናዋሕ ካልእ ፅላል ደበና ኲናት ክወልድን ምኽንያት ምዃኖም ይግለፅ ኣሎ። እቲ ውዕሊ ክሳብ ሕዚ ሕቶ ትግራይ ክምልስ ዘይኸኣለ ምዃኑ ሓደ ነገር ኮይኑ፣ ውዕሊ ዝፈረሙ ኣካላት ግን ሕዚ እውን ተስፋታቱ ዕዙዝ እዩ ይብሉ ካብቶም ፈረምቲ ሓደ ኣሰፋ ኣብርሃ። እቶም ክፍረም ኣይነበሮን፣ ምፍራሙ እውን ጌጋ እዩ ዝብሉ፣ ውዕል ሰላም እንድሕር ዘይተፈሪሙ ካሊእ መወፃፅእ እንታይ እዩ ነይሩ? ውግእ ጀነራል እንዲ ስፐሲፊካሊ እቲ ናትና ዝነበረ ገጢሙና ዝነበረ ውግእ ብዝኾነ ይኹን ተደራዲርና ውዕል ፈሪምና እንድሕር ብሰላም ጠጠብ ዘይብልናዮ መወዳእትኡ ኸ እንታይ እዩ ነይሩ ትብሎ መልሰ ይኹን ውግእ ብውግእ ኣይውዳእን። ብፍላይ እቲ ናትና ድማ ብውግእ ከም ዘይንውድኦ ክልተና ርኢና ኢና። ቸክሜት እዩ በጺሑ ክልተና። ንሕና እውን ካብቲ ዝነበርናዮ ንዓቐብ ክንከይድ ዘይምኽኣልና ዘይንኽእል ምዃንና እቶም ሓደ ወገን እውን ብተወሰነ መገዲ ካባና ዋላ ዝሕሹ ይንበሩ ክሻዕ መወዳእታ እቲ ከይደንጓጉ ንባዕሎም ሃለዋት እውን ክንዲ ናትና እዩ ይኹን እምበር ናይ ባዕሎም ሃለዋት እውን ኣብ ሓደጋ ዘውድቕ ምዃኑ ኣንቢቦም እዮም እቶም እቶም ሰባት እቶም ኣካላት ናብ ድርድር ናብ ሰላም ዝመፁ ስለዚ ካሊእ መዋፃፅ ዘየቕርብ ሰላም ምፍራምና ግን ጌጋ እዩ ዝብል ተሃልዩ ድንቡር እዩ ጎደሎ እዩ እቱ ሒሳብ ሙሉእ ኣይኮነን።
ረብሓ ውዕሊ ፕሪቶርያ ካብ ሰብኣዊ ሓገዝ ክሳብ መሰረተ ልምዓት ዝህሉ ግልጋሎት ክኸፍት ዝኸኣለ እዩ ዝበለ ኣሰፋ፣ ካብዚ ሕልፍ እንትብል እውን ከም ህዝቢ ብዂናት ዝተደፈርናሉን ዝተጎዳእናሉን ኩነት ክንከሓስን ክንሓውይን ምኽንያት ምንባሩ ኣብሪሁ። ፀገማት ብሕገ መንግስቲ ንኽዳነዩ ዝገበረ ኣጋጣሚ እዩ ነይሩ እውን ይብል። ልዕሊ ኩሉ ግን እቲ ኩናት ዘምፅኦም ፀገማት ኣለውና ብዙሕ ፀገም የምፅና ተፈናቂልና ፈሪስና ኢኮኖሚና ብዙሕ ሰብ በዲልና ስለ ዝተጎዳእና ሪከቨር ክንገብር ክንሕከም የድልየና ብዙሕ በዲልና ሰባት ቀቲሎምና ደፊሮምና ዘሚቶምና እዮም ክንሓቶም ንደሊ ክንከሓስ ንደሊ ሶ ከምዚ ዓይነት እቶም መሰረታዊ ዝኾኑ ትኹነታት ዘምፅኦምን ቅድሚኦም ምሳና ዝፀንሑን ፀገማት ይፈትሐልና ነይሩ ኢለ የዛምን ምሳሌ ላፍቱ ቱ ከፍርስዎ ኢሎም ዝነበሩ ብዘይ ዓንከል ከትርፉና እቲ ሕገ መንግስቲ ኣፍሪሶም ናበይ ምዃኑ ዘየእትዉና መፅዩ ዝነበረ እቲ ሕገ መንግስቲ ከም ቀንዲ ፕሪንሲፕል ፕሪንሲፕል ተኾይኑ እዩ ተቐሚጡ ኣብቲ ውዕል እቲ ሕገ መንግስቲ ስርዓት ላብ ቦትኡ ንምምላስ ኩላትና እቲ ሕገ መንግስቲ ገይርና ክንዳነ ዝብል ዋዛ ከይመስለኩም ዝበፀሐና በደል ስዒቡ ክንፈናቐልን ግዝኣትና ክተሓዝን ምኽንያት ከምዝኾነ ዘብርህ ኣሰፋ፣ እዚ ብደቂ ሰባት ዝተፈፀመ ምዃኑ ነዚ ዝፈፀሙ ኣካላት ተፃርዩ ምርመራ ተገይሩ ተሓታትነት ክረጋገፅ ኣለዎ ደኣ እምበር እዚ ተዘይኮይኑ መወዳእታ ዘይብሉ ሕነን ቂምን ዝወልድ ከቢድ ፀገም እዩ ክብል ተዛሪቡ። ምክንያት ምስቲ ውግእ ምክንያት ዝኾነ ነገር እውን ይሓትም ኣሎ። ብቲ ውግእ ምክንያት ካብ ቦታናን ካብ መረበትናን ካብ ግዝኣትናን ተፈናቐልና ሰባት ኢና። ላፍቲ መረበትናን ላፍቲ ግዝኣትናን ንክንምለስ ሉዓላዊ መንግስትናን ስርዓትናን ንክንተክል እውን መንገዲ ይኸፍት እዩ። ሓደ ዕድል ዘካትዕና ዘማጎተና ትራንዚሽናል ጃስቲስ

በደል ንብረት ሂወት ከፊልና ኢና ሰባት እዮም ጌሮምዎ ደሊበሬት ኮንስኮንስ ናይ ውግእ ተይኮነስ ኮላትራል ተይኮነስ ደሊበሬት እዮም እዙይ ተሓታትነት ክሎዠር ዝበካ እቶም እዙይ ዝገበሩ ተፃርዮም ተመርሚሮም ትሕተቱ ትቕፅዑ እዩ ተዘይኮይኑ ኤንድለስ ዝኾነ ሒነን ቂምን ኢኻ ተሰኪምካ ትነብር ናብ ወለዶ ናብ ወለዶ ሰላማዊ ዝኾነ ዝቐሰነ ወለዶን ሕብረተሰብን ክህልወና እንድሕር ኮይኑ እዚ ጉዳይ እዚ ተጸባጺብና ኣብ ቤት ፍርዲ ቀሪብና ዝጥየቕ ተጠይቑ ክዕጾ ኣለዎ። ውዕሊ ፕሪቶርያ ብውድብ ህወሓት ነቲ ውዕል ዘፍረሰ መንግስቲ ፌደራል ምዃኑ እንትገልፅ፣ መንግስቲ ፌደራል እውን ብግልባጡ እዚ ውዕሊ እዚ ብዋንነት ዘፍረሶ ሓይሊ ህወሓት እዩ ይብል ኣብዚ ጉዳይ እዚ ሕቶ ዝቐረበሉ ኣሰፋ ኣብርሃ።
እዚ ኣነ ካብ መን ደኾነ ሰምፂኤ ዝሸምኩሉ ካድረ እየ ዘመሓድሮ ኢልካ ተፍርስ ውዕል ትዕንቅፍ ሓሙሽተ ዓመት ሰብ ኣብ ድንኳን ተቐሚጡ እናረገፈ እናሞተን ስለዚ እቱ ና ቲፒኤልኤፍ ምዕንቃፍ ጭቡጥ እዩ ብጭቡጥ ከም ዝብለካ ዘለዉ ቅዋም ወሲዶም ጠጠው ቢሎም እቲ ፕሮግራም ሙሉ ካልኣይ እኮ ፈቲናዮ ነርና ኢና ምስ ወዲ ወረደ ምስ ኮነ እውን ካልኣይ መፅኦም ዕንቅፎም ከይዶም ከይትሳፈር መኪና ተመፅያ ኢሎም ስለዚ ኣብ ኩለን እቲ ናይ ቲፒኤልኤፍ ጭቡጥ እዩ ሓደ ክልተ ሰልካ ዝረአ እዩ እቲ ዕንቅፋት ኮንሲስተንትሊ ብፕላን ከም ዝተሰርሐ እሞ መወዳእታ ፈሪሱ እዩ ፕሪቶሪያ ወፂና ኣለና ትብሉ ከም ዓወት እቲ ናይ ደብረፅዮን መንግስቲ ብፕሪቶሪያ ዝፈረሰ መንግስቲ ኣምጺኻ እቲ ብፕሪቶርያ ዘጣየሾ ምምሕዳር ኣፍሪስካ እተቕምተሉ ዓወት ኢሎም ሰለብሬት ዝገበሩ እኮ ስርሐይ ኢሎም ዝተቓለስሉን ዝሰርሕሉን ነገር ምዃኖም ትርኢ። እቲ ካሊእ ሶ ኢንተርናሽናል ኮሚኒቲ ቁጥዕ ኣለዎ ከዚ ተረዲኣንዶ ቁጥዕሎ ን ትግራይ ጥራይ ተይኮነ ቱ ጸገም ቲ ናብ ፕሪቶርያ ምፍራስን ቱ ን tplf ከምዚ ምዃን ናብ ሽፍትነትን ቶም ቀንዲ ጸላእቲ ፕሪቶርያ መሓዛ ገይሩ ናብ ውግእን ናብ ክስታይን ምእታዉ ን ትግራይ ጥራይ እውን ኣይኮነን ናቲ ሃገር ናቲ ሪጅን ን security issue እዩ ኮይኑ ኸዚ ሶ ይረባረቡ ኣለዉ እዮም ኣሜሪካ ይረባረቡ ኣለዉ እዮም ኬንያ ይረባረቡ ኣለዉ እዮም እቶም ኣፍሪቃ ሕብረት ዓብዪ ምንቅስቃስ እዩ ዘሎ ሕዚ እውን ዝህረም ዘሎ ከበሮ ኪናት ንክሃድእን ህዝቢ ትግራይ እፎይ ንክብልን ለበዋ ትብኤስ ባህጊ ህዝብታትን ካብ ድሕሪ ውግእ ቅድሚ ውግእ ተዛተዩ ዝብል እዩ። ሕቶ ህዝቢ ትግራይ ንክምለስን ሰላማዊት ትግራይ ንክትህነፅን ግድን ሕዚ እውን ናብ ተግባራዊነት ውዕሊ ፕሪቶርያ ምምላስን ተፈፃሚነቱ ምርግጋፅን የድሊ ክብል ኣሰፋ ኣብርሃ ገሊፁ። እቲ ውዕሊ ውድብ ህወሓት ፈሪሱ እዩ ዋላ እንተበለ ንተፈፃሚነቱ ትኩረት ዝሰኣኑ ሕቶታቱን ንክምለሱ ግና ምስ ካልኦት ተፈራረምትን ኣፈራርምትን ኣካላትን ሓቢርካ ካብ ምስራሕ ወፃእ ካልእ በሪ ድሕነት የለን ክብል ገሊፁ። ውዕሊ ፕሪቶርያ ዓለም ለኻዊ ውዕሊ ብምዃኑ ዝቕፅለሉ መንገዲ ተነፂሩን ትግራይ ካብዚ ትረብሐሉ ጉልበት ንምትራርን ልቦናን ህዝባዊ ውግንናን የድሊ ኢሉ። ተወሳኺ ኣለና።
ኣብቲ ብሱል ዲስኮርስ እውን ርኢኻዮ ተኾንካ የለን እውን ቲፔሌፍ ኣፈፃፅማ ዓብዩ ዓንተወዘ ዕልኳ ጌጋ እውን ገይሩ ነረዳዳኣ ነይሩ ዝበልኩ ካብቲ ውብስታይ እውን IDP ብዛዕባ ምምላስ ፌደራል መንግስትን ኢንተርናሽናል ኤጀንሲስን እዩ ዘቕምጥ። ቲፒኤልኤፍ ዝብል የለን። ባዕሎም እና እዚኦም እውን ተጋግዮም ቲፒኤልኤፍ እውን ባዕሎም እናሰንቆሩ እዮም ዘእተውዎ እምበር ከም ሓደ ስቴክ ሆልደር ኣብቲ ንኣይዲፒ ምምላስ እውን ሪኮግናይዝ ዘይገበሮም ፕሪቶሪያ

እዩ እቲ ሓደ እቲ ቤት ምክሪ ናይ ሳክሰሽን ሕቶ ልዒልና ኣንቶ ሕግታት ኣሎ ንምሳሌ ተፈራራማይ ኣካል ሓዲኡ ወይ ክልቲኡ ብተፈጥሮ ይኹን ብምርጫ ካብቲ ውዕል ተውፂኦም እቲ ውዕል ከመይ ይቕፅል ትሪት እንድዩ ከመይ ይቕፅል ዝብል ኣይፈርስን ትብል ዝቕጽለሉ ስርዓትን ሜካኒዝምን ግን ኣሎ ሕጊ ኢንተርናሽናል ክስታይ ሕጊ ተኸቲሉ እዩ ዝኸድ ሶ ንሕና ከዚ እቲ ቤት ምኽሪ ብስሩ ምንቅስቃስ ደለይቲ ለውጢ ኢልና ትንጅምር ተለና እኮ ካፍቱ ኣቲናዮ ዝኒኤና ብትዓንተወ ዝበልኩኻ ምኽንያታት ካፍቲ ኣቲናዮ ዝኒኤና መንቅርቅርን መከራን ካብቱ ላውዚ መንቅርቅር እዚ ዘእተወና ሕሉፍ ፖለቲካዊ ህይወትናን ታሪክናን ላብ ለውጥን ልምዓትን ዲሞክራስን ዘሰጋግረና ፓዝ ወይ ፕሪቶሪያ እዩ። ሪከቨሪ ሪኮንስትራክሽን ትራንስሽናል ጃስቲስ ሓደ ሃገር ሓደ ክፍለ ሃገር ቦይኑ ዝፍፅሞ ኣይኮነ ዓለም ብምሉኡ ሳፖርትን ትክስታይን ዝሓትት እዩ። ንኹሎም እቶም ኢንተርናሽናል ዝወጡ ተፋረምቲ ይኣስሮም እዩ ፕሪቶሪያ ናይቶም ስራሕ እዩ ዘቕምጦ ኣክቹዋሊ ሪከቨሪ ኮንስትራክሽን ትራንዚሽናል ጀስቲስ ብዛዕ ንብሎም እቶም ዋና ተዋሳእቲ ገይሩ ዘቕምጥ እቶም ኢንተርናሽናል ኤጀንሲ እዩ ኤውሮፓ ሕብረት ኣሜሪካ እዩ ተረዲያ እንዶ ሶ ሕዚ እውን መዋፃፅእና እሱ እዩ ብትኽክል ተተፈፂሙ የሰጋግረና ኢልና ኢና ንኣምን ኢልና ኢና ንኣምን ፕላንናን ፕሮግራምና ከምኡ እዩ ሪስቶር ክንገብር ኢና ንቃለስ ሕዚ እውን ክፈርስ እዩ ዜሮ ዜሮ ባዕሉ መሪፁ ኣሎ መንግስቲ ጉጅለ እዚ እንታይ ትገብሩ ተልካና እኮ ኢንተሪም ኣድሚኒስትሬሽን፣ ኢንክሉሲቭ ዝኾነት ኢንተሪም ኣድሚኒስትሬሽን ቁሩብ ኣመሓይሽና ሪፕረዘንቴሽንን ምክስታይንን እንትክህልዎ ግን ፋንዳሜንታሊ እተን ኣብተን ፕሪቶርያ ተቐሚጠን ዘለዋ ሓደ ክልተ ኢልና ዘቐመጥናየን ኢሚድየትሊ ክግበረን ዘለዋ ሪፎርምን ምምሕያሽን ገይሩ ናብ ምርጫ ዘሰጋግር ኢንተሪም ኣድሚኒስትሬሽን ኣብታ ናብ ፕሪቶርያ ፎርማት ላይ ኢና ንቃለስ መዋጻጽእና ኢልና ኢና ስለ ንኣምን ቶም መዳርግትና እውን ከዚ ተናትና ማኒፈስቶን ፕላንን ምስ ፌደራል ተማያየጥናላ ናይሮቢ ከድና ምስ ኬንያን ምስ ኣፍሪቃ ዩኒን ስታይን ተማኺርናላ ምስ ኣመሪካ ተማኺርናላ ምስ ኢዩ ተማኺርናላ ምስ ዘዩ ዘሎ ስፔሻል ኢንቮይና ዩኤን እቲ ፈራማይ ዝነበረ ማለት እዩ። እቲ ፈራ ኣሪና እዩ። እቲ ማኒፌስቶ ናረድናዮም፣ እታ ፕላን ናረድናዮም። They are happy and they are supporting us። መንገዳሳ እያ ከይዱ ኣሎ ፈልዩ ባዕሉ እውን ከዚ ስለዚ ልኡ ነግልል ልኡ ኣግሊልና ከመይ ጌርና ላብታ ሓቛፋይን ሰላማዊትን ዝኾነት

ከም ዝዘተዩ ተገሊጹ። እቲ ዘተ ኣብ መፍትሕ ግጭት ሱዳንን ዘላቒ ሰላምን ብሱዳን ዝምራሕ ሰላም ንምስጓም ዝግበር ጻዕርን ውጽኢቱን ዘተኮረ ከም ዝነበረ ሴክሬታርያት ኢጋድ ሓቢሩ። ናብ ሰላም፣ ምርግጋእን ሕውየትን ዝወስድ መንገዲ ብዘላቒ ዘተ፣ ዞባዊ ምትሕጋዝን ቐጻሊ ምትእስሳርን ከም ዝፍታሕ ዝዘተየ እንትኾን፣ እዚ ድማ ምስ መንግስትን ህዝብን ሱዳን ተዳጊፍኻ ዝውገን'ዩ ኢሉ። ኣብዚ መንግስቲ ኣልቡርሃን ዘለዎ ተወፋይነት ልዑል ምዃኑ ደጊሙ ከም ዘርኢ ሓቢሩ። ድሕሪ እቲ ኣኼባ ዶክተር ወርቅነህ ኢልዎ ክብል እቲ ሴክሬቴራር ከም ዝሓበሮ፣ መጻኢ ዕድል ሱዳን ምስቲ ናይቲ ሰፊሕ ዞባ ኩነታት ብቐረባ ዝተኣሳሰረ ምዃኑ ብምግላጽ፣ ሰላም ኣብታ ሃገር ንዞባዊ ምርግጋዕን ነቶም በቲ ግጭት ዝተሃስዩ ሚልዮናት ሱዳናውያን ኣገዳሲ ምዃኑ ሓቢሩ። ከም ስትራቴጂካዊ ድልድል ኣብ መንጎ ኣፍሪካን ማእኸላይ ምብራቕን ሰላም ኣብ ሱዳን ንዞባዊ ምርግጋዕ ጥራይ ዘይኮነስ ልዕሊ ኩሉ ነቶም ኣብዚ ግጭት ዝዓበየ ጾር ተሰኪሞም ዘለዉ ሚልዮናት ሱዳናውያን ኣዝዩ ኣገዳሲ እዩ ክብል ወርቅነህ ገበዮ ገሊጹ። እቲ ዋና ጸሓፊ ወሲኹ ኢጋድ ንህዝቢ ሱዳን ሰላም ምርግጋእን ሕውየትን ንምስጓም ዝገብሮ ደገፍ ክቕጽል ምዃኑ ሓቢሩ። ወጥሪ ሱዳን ክሃድኣ ብዘይክእለሉ ብርኪ ምብጽሑ፣ ሕድሕድ ኲናት ዘይጠቅም ምዃኑ ትምህርትን ተሞኩሮን ዝውሰደሉ ዓዲ ኮይኑ ኣሎ። እቲ ጉዕዞ ድሌት መንግስቲ ኢትዮጵያ ኣለዎዶ የብሉን ዝተዘረበ ነገር የለን። ሓይሊ ኣየር ሱዳን ኣብ ሰሜንን ምዕራብን ኩርዶፋን ኣብ ዝርከቡ ማእኸላትን ወታደራዊ ቦታታትን ሓይልታት ቁልጡፍ ደገፍ ዒላማ ዝገበረ ተኸታታሊ ብርቱዕ መጥቓዕቲ ኣየር ፈፂሙ ክብል ሱዳን ትሪቡን ሓቢሩ። እቲ መጥቓዕቲ እቲ ኲናት ካብ ዝጅምር ናብዚ ካብ ዝተረኣዩ ብርቱዕ መጥቓዕትታት ኣየር ሓደ ምዃኑ ጠቒሱ ኣሎ። ወታደራዊ ምንጭታትን መሰኻኽር ዓይንን ንሱዳን ትሪቡን ከም ዝሓበርዎ፣ ነፈርቲ ኲናትን ስትራተጂካውያን ድሮናትን ኣብ ሰሜን ኮርዱፋን ኣብ ዝርከቡ ኡምባድር፣ ሶዳሪ፣ ኣቡ ዛይማ፣ ኣል ጀማንን ኣል ማዝሩብን ኣብ ተመሳሳሊ እዋን ከቢድ መጥቃዕቲ ፈጺመን ኢሉ። ሰራዊት ሱዳን ኣብ ዝሓለፈ ቅንያት ብዝወሰዶ መጥቃዕቲ ቀንዲ መንገዲ ኦምዱርማን ካርቱም ሙሉእ ብሙሉእ ኣብ ትሕቲ ቁፅፅር ሰራዊት ክኣቱ ምግባሩ ዝፍለጥ እዩ። ሰራዊት ቆልጡፍ ደገፍ ከቢድ ስዕረት ከም ዘጋጠሞን ኣብ ልዕሊ ዋና ከተማ ሰሜን ኮርዶፋን ዝኾነት ኤል ኦበይድን ዓቕምታት ምፍጻም መጥቓዕት ብምቕናሱ ኣብ ልዕሊኡ ዝነበረ ወታደራዊ ጸቕጢ ከቃሎ ክኢሉ እዩ። እቲ መጥቓዕቲ ኣየር ሰራዊት ቅልጡፍ ደገፍ ኣብቲ ዝተመንጠሎ ቀንዲ መንገድን ኣብ ሰሜን ኮርዶፋን ኣብ ዝርከባ ኣገደስቲ ከተማታትን መጥቓዕት ንምፍጻም ብምትላም ካብ ዳርፉር ዝለኣኾም ዓበይቲ ወታደራዊ ኣጽዋርን ተወሳኺ ሓይልታትን ዒላማ ዝገበረ ምዃኑ ተሓቢሩ። ሃማስ ኣጽዋር ንክፈትሑን እስራኤል ካብ ጋዛ ንክወጹን ዘኽእል ስምምዕነት ከም ዝተኻየደ ዕላዊ ኮይኑ። ፕሬዚደንት ኣሜሪካ ዶናልድ ትራምፕ ኣብ ጋዛ ዝርከብ ሃማስ ሙሉእ ብሙሉእ ዕጥቁ ክፈትሕን ሓይልታት እስራኤል ካብቲ መሬት ክወፁን ዘኽእል ታሪኻዊ ስምምዕ ከም ዘካየደ ኣብ ዝገለጸሉ ቃል እቲ ስምምዕ ብደረጃታት ከም ዝትግበር ኣመላኺቱ ኣሎ። መስርሕ ምፍታሕ ኣጽዋር ምስ ተዛዘመ፣ ሓይልታት እስራኤል ክስሕቡን ሓደ ዓለምለኻዊ ሓይሊ ድማ በቲ ሓድሽ ፖሊሲ ፍልስጤም ነቲ ከባቢ ክሕልዎን ምዃኑ ኣመላኺቱ። ብኻልእ ወገን ድማ ላዕለዋይ ተደራዳሪ ሓማስ ጋዚ ሓማድ፣ እስራኤል መጀመርታ ካብ ምድረበዳ ጋዛ እንተዘይወጺኣ፣ ጉጅልኡ ዝኾነ ናይ ምፍታሕ ኣጽዋር ስጉምቲ ከምዘይወስድ ገሊጹ። ድሕሪ ምስሓብ ሓይልታት እስራኤል ዝካየድ መስርሕ ምፍታሕ ኣጽዋር ብሃገራዊ ኮሚቴ ፍልስጤም እምበር ብእስራኤል ከም ዘይፍጸም ገሊጹ። እቲ ብወሽመጥ ጋዛ ዝቕለስ ታሪካውን ደማውን ውግእ ኣብ ቀረባ ታሪኽ ዝሓሸ ዝበሃል ናይ ሰላም ኣፋፍኖት ኣተኣናጊዶ ኣሎ። ኣብ መወዳእታ፣ ቲቢኤስ ቲቪ ናብ ኣየር ካብ ዝወጸሉ ዕለት ጀሚሩ ክሳብ እዚ ዕለት በብወርሑ ሓዱሽ ናይ ትኹረት ኣንፈት እናቐረጸ ዜናታቱን መደባቱን ኣብ ዝመረጸ ኩርናዕ ኣፍርዩ እናፈነወ መጺኡ ኣሎ። ኣብዚ ሒዝናዮ ዘለና ወርሒ ወርሒ ሓምለ ድማ ትኹረት ቀንዲ ትካልና ኣብ ምህዳእ ወጥሪ ወይ ዲስካሌሽን ዘድሀበ እዩ። እዚ ፍሉይ ናይ ትኹረት ኣንፈትዚ ብዝስዕብ ትሕዝቶ ክነልዕሎ ኢና። ተኸታቲልና ድማ ንመለስ።
ሐዚ ተኣዩ ለለዎ ኩነታት ንምግላጽ ብጣዕሚ መቸገሪ እዩ። ነዚ ልብለሉ ምክንያት እውን ክልቲኦም ተፈራረምቲ ሓይልታት ለምጽዎም ለህዎም ምክንያታት ኣለው። ፌደራል መንግስቲ ብዋናነት እቶም መሰረታዊ ዝበሃሉ ናይ ትግራይ ሕቶታት ዘይምምላስ ነቲ ውዕሊ ኣድራሽኡ ክጠፍእ ክሳእ በዓል ዋንኡ እውን ክጠፍእ ዝገብረሉ ከይድታት ኣለው። ኣብ ፓርላማ ኣብ ዝሓለፈ እቲ ጠቕላይ ሚኒስትር ዝተናገረ እውን እቶም ውዕል ፕሪቶርያ ዝፈርሙ ሰባት ሕዘውዚ ለለው እዮም ዝብል ትርጓመ ክወሃቦ እንተፈቲኑ እዩ እንታይ ማለት እዩ ውዕል ዝተወዓሉ ሰባት ኣብ ዝኾነ ግዜ ላ ሓደ ድሕር ማለት ላ ሓደ ቃል ኪዳን ተኣሲሮም ብዓይኒ ሕጊ እቲ ውዕል ኣብቂዑ ተባሂሉ እዩ ዝሕሰብ ከምኡ ዓይነት ትርጉም ክሕዝ እዩ ጌታቸው እና ፃድቃን እዮም ፈሪሞም ጌታቸው ፃድቃን ኣብ ኣዲስ ኣበባ ኣዮም ዘለው ሰቲ ውዕሊ ኣይርደእን እዪ የደናግረኒ ኣሎ ብፕሪቶርያ ልብል እውን ልተጠቐምሉ ጠቕላይ ሚኒስተር ኣብቂዑ እዩ ልብል እዩ ድሕሪ ሕዚ ህላወ ይህልወ ልብል እዩ ግን ብዋናነት እቲ ውዕሊ ከብቅዕ ተኮይኑ ከም ኣጠማምታ ሳልሳውያን ትግራይ ኣብኡ ዘለው መሰረታዊ ነገራት በተለይ ናይ ትግራይ ሕቶ ተመሊሶም ዶ ኣይተመለሱ ይልብል እዩ ትብል ኣገድሰና እቲ ውዕሊ ናይቲ ውዕሊ ምቕዳድ፣ ናይቲ ውዕሊ መርዓ፣ ናይቲ ውዕሊ ዳስ የኾነይ ዘገድሰና። ኣበይ ተመውሉ ኣብኡ ዝነበሩ ግለሰባት ኣብ ዝኾነ ጫፍ ዓለም ክኾኑ ይኽእሉ እዮም። ብመሰረታውነት ግን ና ትግራይ ሕቶ መሊሱ ዶ ልብል እዩ ክረአ ዘለዎ። ስለዚ ሓደ ብዋናነት ፌዴራል መንግስቲ ሓላፍነት ዝኹን ግን ዝዘንግዖምና ትግራይ ናይ ምድኻም ብዋናነት ገይሩ ዝወስዶ እቲ ግዝኣት ዘይምምላስ፣ ተፈናቐልቲ ዘይምምላስ፣ ናይ ፍትሒ ተሓታትነት እዩ ጉዳይ እውን ኮነ ኢልካ ክቕተል በተለይ እሱ ገና ኣብቲ ውዕሊ ክፍረ እንከሎ እውን እዚ ኩሉ ፅንተት ዝተፈፀሞ ህዝቢ ፍትሒ በቲ ጨፍጫፊኡን በቲ ዝጭፍጭፎ ኣካልን ፍርዲ ክወሃቦ እዩ ናብ ሽግር ፍትሒ ፖሊሲ ማዕቐፍ ልብል ኣትዩ ኣብኡ ክረአ ከም ዘለዎ እዩ መንግስቲ ኢትዮጵያ ፍትሒ ይህበና ዶ ኣይህበና ብዙሕ ክብል ኣይደሊ ኣብኡ ስለሎ ክሓድጎ ነገር ግን እቶም ብዋናነት ግዝኣት ትግራይ ምምላስ ተመዛበልቲ ምምላስ ወረርቲ ሓይልታት ካብቲ ናይ ኢትዮጵያ ሰራዊት ወፃእ ለለዉ ሓይልታት ክወፁ ኣብ ምግባር ነዚ ተኸቲሉ እውን ቲዲኤፍ ዝበሃል ሓይሊ ብዲዲኣር ክሰናበት እዩ ዝብል ሶ ብትግራይ ለለው ኩነታት እቶም ዝነኣሱ እዮም ካባና ትፅቢት ልግበሮ ሎፍቲ ውዕል ዝፈረምናሎም እውን ብልተወሰነ መንገዲ ኸይዱ ኢለ ልኣምን ለምሳሌ ድዲኣር ተኣኢሉል ሕወሓት ወን ሓደ ልተጋገየሉ ስሑት ዝኾነ ካልኩሌሽን ዝሰርሐሉ ካብቶም ናይ ኢትዮጵያ ሰራዊት ወፃእ ለለዉ ሓይልታት ምስ ዝወፁ ዲዲኣር ይቕፅል ጎና ጎኒ ኢልል ግን እቶም ሓይልታት ከይወፁ ንዝሓለፉ ሰለስተ ዓመታት ውዕሊ ካብ ዝፍረም ዲዲኣር ግን ብዝተወሰነ መልክዑ እቲ ሰራዊትና ክብተን ተገይሩ'ዩ፣ ዝተበተነሉ ከይዲ ኢኮኖሚያዊ ሕውየቱ፣ ስነ ልቦናዊ ሕውየቱ እውን ሙሉእ ከይተገበረ እቲ መንእሰይ ተስፋ ክቖርፅ ብለምስል መልክዑ TDDR ክፍፀም ተገይሩ እዩ። መንግስቲ ኢትዮጵያ ግን ነቱ ዝተውሃቦ ግዴታ እቶም ሓይልታት ሓይልታት ሻዕብያ ይኹኑ ካልኦት ወረርቲ ሓይልታት ኣብ በተለይ ኣብ ምዕራብ ትግራይ ዘለዉ ሓይልታት ከየውፀ ተፈናቐልቲ ከይመለሰ ግዝኣታዊ ሓድነት ትግራይ ከይመለሰ ካሊእ ናይ ኹናት ዳህሳዊ ትግራይ ንምትካል ዝኸደሉ ከይዲ ብጣዕሚ ሓደገኛ እዩ። ስለዚ እቲ ውዕል ፕሪቶርያ ብኣጠቓላሊ ህወሓት እውን ብጣዕሚ ሓደገኛ እና ንህዝቢ ትግራይ መሊሱ ከቢድ ዋጋ ከኽፍል ዝኽእል ምስ ናይ ሓደ ውድብ ሰርቲፊኬት ምትሓሓዝ ትውዕሊ ሓደ ሰርቲፊኬት ናይ ምርካብ ናይቲ ውድብን ናይቲ ፍቲ ውዳበ ለለዉ ሰባት ዋላ መሰል ተኾነ እቱ ብሕግን ብመስርሕ ናይቲ ዓዲ ናይ ምርጫ ቦርድን ሕጋዊ መስራሓትን ክውዳእ ልኽእል ናይ ሓደ ውድብ ህልውና ግን ምስ ህልውና ህዝቢ ትግራይ ምትሓዝ ነዚ ፌደራል መንግስቲ ከዓ ንዙ ጥፍኣት እዚ ሕወሓትን ህዝቢ ትግራይን ሓደ እዮም ኢልኻ ህዝቢ ትግራይ ንምቃዕ ዝኸደሉ ከይዲ ኣብቲ ፓርላማ እውን ብተደጋጋሚ ተነጊሩ እዩ እዚ ብጣዕሚ ሓደገኛ ዝኾነ ክያዶ ንክኸድ ፌደራል መንግስቲ ስለዚ እቲ ውዕሊ ዘወዓለ ኣካላት እውን ኣለዎ፣ ዝዕዘቡ ኣካላት እውን ኣለዎ። ካብቶም ዘወዓሉን ተዓዘብትን ኣካላት ኣውፂኦም እቶም ክልተ ሓይልታት ዝፈረሙ መንግስቲ ማእኸላይ መንግስትን ብዚ እውን ህወሓት እቲ ውዕሊ ንኣና ይረብሕ እዩ ብዝብልዎ ካብ ምምዝማዝ ካብ ምጥቃም ወፃኢ ነቲ ህዝቢ ግን ብመሰረታውነት ሕቶታቱ ለይመለሱ ተመዛበልቲ ንሓሙሽተ ከበድቲ ዓመታት እቲ ዝነብርዎ ዘለዉ ህይወታት ይፍለጥ እዩ። ብኣራዊት ኣብ ዝብልዕሉ ዓለም ኣብ ዝሰልጠነሉ ኣብ ዕስራ ሓደ ክፍለ ዘመን ኣብ ደቂ ሰባት ክበፅሕ ለይኽእል ዓበይቲ በደላት ይበፅሖም ኣሎ። እቶም ወረርቲ ሓይልታት ኣብ ምዕራብ ትግራይ ዘሎ ህዝብና ኣብኡ ዝተረፈ ህዝቢ እውን በብመዓልቱ በብሰዓቱ ዋጋ ይኸፍሉ ኣለዉ ዘሎ። ስለዚ እቲ ውዕሊ በዓል ዋና ስኢኑ እዚ ዝበሃል ትርጉም ከይሃለዎ ናብ ካሊእ ናይ ደመና ኹናት መዋጠጢ ኮይኑ